ፎጦ ነገር ኢለካ ኮኒ ግን ክልተ ሽሕ ዶላር ኣነ እዩ ዝፈልጠኒ ክሳብ ድሓን ሚት እንደ ዝበርዮ ባዕልኺ ሓታቲት ባዕልኺ መላሲት ኣይትኹን ሓታቲት መላሲት ኣይትኹን የብለይም ኣዛርቡን ኣባ ፍሊስ ኣብዚኣ ክተረኺብኪ ንፋልማይ ግዘ ሰኣን ከምዚኣ ብውሽጢ ተንዘራረብ ኮ ዝኩሉ ሰብ ጉድኪ ምሰምዖ ነይሩ ኤኒወይ እንታይ ክብለ ክደሊ ንዓኹ ክዘረብ ከይክእል እኒዎ ከብሎ ከውፅእካ ገለገለ ከመይ ገይረሞ ኣነ ጨከት ዞኒ ሰብርኩም ገርኩ ኣልሚ ሂበብልኩም ደቕደቕኳ ነይራ ኣነ ግን ንዓኻ መዓስ እዩ ከብለካ ውፅእካ ተራ ሓንሳ ክዛረብ ካለ ስቕ ስቕ ስቕ ካለ ታንክ ዩ
ኣነ ድብሎ ኣለኹ ሞኒካ ብዛዕባ ሓገዝ ኣይኮንኩን ዛረብ ዶ ኣለኹ መን ኣሎ ብዛዕባ ናይ ሓገዝ እታ ዘረባ መጀመሪታ ሲ እ፣ ኣብ ናይ ሓገዝ መፂኹም ምስ ነርኩም እቶም ሰባት ኩሉ ግዜ እቲም ብዙሕ ፎሎወርስ ዘለዎ እዩ ድመፅእ ገለ ኣነ ግን መፅኤ ከምኡ ኢለ ተዛሪበ ብዘረባ ዘረባ እያ ቀፂላ እምበር ገንዘብ ኣይትሕግዝኒ ኣይኮንኩን ዝብል ዘለኹ ዝብል ዘለኹ ውሽጣ እንፅያ ከምዚ ክትገብር ነራ ከምዚያ ኢላ መድዓኒታ ሶ ኤኒዌይስ ብሕፅር ዝበለ እቲ ገንዘብ ኣይበላዕኮን ትብልዮ ዘለኺ ዓሰርተ ሰለስተ ሽሕ ኣነ ከፍ ኢለልክን ኣይከፈልኩልክን እስኺ እስከ ኣብዚኣ ቅድሚ እዚኦም ሰባት እዚኦም እስከ ቃል መልኣኽ ትልዒልክ እስከ ሞት ከይፈራሕኺ ሓጢኣት ከይፈራሕኺ እስከ መሓልለይ
ንሓሳብ ክፈልክበኒ ሓሳብ ኣነ ክኸፍሎ ከይለለኹ ብትዕልክበኒ ንዓይ ኣነ ዝፈልጠንተን ክልተ ሽሕ ዶላር እዩ
ሃራይ ክቐፅለልከ ድሕሪ ሓንቲ ሕቶ ካላትኒ ሃራይ ቴንክ ኣይትፈልጠን እያ ዳሓን ዓሰርተ ሰለስተ ሽሕ ሓን ፀገም የብሉን ሓንቲ ከም ልቢ ክህበኪ ትምህርቲ ንሓንቲ ክዳን ሞኒካ ጌራታ ዘላ ቀያሕ ኣነ ፀላም ፊለያ ብሓይሊ ቀያሕ በል ዝብለኒ የለን ዋላ ክሳደይ ቆሪፆምኒ ማለት እዩ ቀያሕ የርኣያ ኣለኹ ምሽ እዚኣ ፀላም እያ ትሂለ ተወዲያ ባያ ከንቅፃ እንድሕር ኣንቂፅክኒ ካብ ሓንቲ ክደቂቅኒ እየ ኣነ ግን ዓሌ ካላ ኣብለኩም ኣለኹ እንሻላ ስራሕ ይክኸድ ከለኹ ንጎ መዲና ኣለም ገምጥለኒ ካብ መኪና ያ ጋሽ ኣብ ቅድሚ ኣምላኽ ብለኩም ኣለኹ ብምሉእኹም መዲና ኣለም ድፍእ ብለኒ ኣነ ሓሶት ኣይኮነን ላይክ እዚኦም ናታ ቲፎዞ ኣነ ፀሊ ኣይኮንኩን ልዕሊ ማንም ንዓይ ትቐርበኒ ነራ ልዕሊ ልዕሊ ማንም ሲ ኣነ ንሳ ንፋለጥ ነርና ሕጂ ናይ ነገር ቲፎዞ ገለ ኣይኮነን፣ ንስለ ሓቂ እየ ዛረብ ዘሎ ከምቲ ሳንታይ ምስ ሓቂ ከምዚ ኮይና ንብል ኢና ምሽ ሓቂ ዕምፀፀና ኣሎ ኣብ ፖለቲካ ዛረብ ኢና ሕጂ ቲፎዞ ገዲፍካ ንስለቲ ሓቂ ዛረበካ ዘለኹ ስማዕ ኣብ ቅድሚ ኣምላኽ ብለኩም ኣለኹ ከምዚ ከማይ የሕዋት ክህልውኹም ይኽእሉ ብ ደገ ነሕዋቶም ከይረኣዩ ከምዚኤን ፍሽኽ ምሽኽ እንዳበላ ድዩ ወይ ኣፍቂሮም ድዩ ኣሚኖም ድዩ ኣብ ፍቅሪ ኣስቦ ዘርሞ ዘርሞ ገይሮም ከዓ ድርበ እዮም ስለዚ ነዚ ከምዚ ወጊድ ንበሎ ይብለኩም ዘለኹ ኣሕዋተይ ካባይ ተምሃሩ ያ ሓወይ ኣብ ሱዳን ነይሩ ንሓወይ ቅሉሕ ኣይበልኩ ደም ነቢዐ ብሰንቀ ልዕሊ ክልተ ሰሙን ርኢኹም ዲኹም ኣብ ላይፍ ድላይኩም ፅረፉና ሓሳዊ በሉኒ ከም ዝበልና ወሬቨር ወላ ሓንቲ ፀገም ድሎ ኣይኮነን በት ጀስት ላይክ ኣነ ዓሰርተ ሽሕ ዓሰርተ ሰለስተ ሽሕ ሞኒካ ዓይነይ ገንዘብ እዩ ክሰምዖ ከለካ ኣብዚኣ ኣነ ከም ቀደመይ ሓንጎለይ ተመስገን ኣምላኽ ትኽክል እዩ መፂኡ ደሎ ኖርማል እዩ ዓሰርተ ሰለስተ ሽሕ ዶላር እዩ ብር ኣይኮነን ሞኒ ዓይነይ ብዶላር እዩ ዛረብ ዘለኹ ሊክን ሞኒ ዓይነይ ሶ ወርኤቨር ግን አ፣ ኤኒዌይ ደሓን
ኣጆኻ
ኣብ ቅድሚ ኣምላኽ ኣነ ክነግረኪ ማለት እዩ ሞሪካ ብዘይካ ክስሕቕ ብዘይካ ፀገ ናይ ደቂ ኣንስትዮ ኮይኑ ኣብ ቲክቶክ ምስ ሰብ ክዕልል ካልኣይ ይፍለጥኒ ነይረ ብ ቲክቶክ ብሰንካ ላይፍ ከፊተ ደቅስ ነይረ እቲ ጥልመት እዩ ሰንቢድኒ እምበር ከም ሰባ ሰበ ፍቅሪ ኣይኮነን ናቲንግ እቲ ጥልመት ደመይ ሙሉ ዓፂኒ ግን ንዓይ ጥራይ ኮነትን ከም ጌራትን ነቲ ናይ እስራኤል እውን ብከምኡ ከም ተፈለየ ተፈልጥ እየ ሰከይ

ኣን ንሱን መይት እዩ ኣነ ጤቴጤት ነብሰይ ኣነ እየ ዝፈልጣ ትፈልጠኒ ኢኻ ኣነ ዝፈልጠኒ ኣታ ኣበይ ቅድሚ ኣምላኽ ከማኸ ኣሕዋት ኣደ ስለ ዝወለደትን ኖኖ ሞኒካ ደሓን ለካ ነገር ክትዛብ ትኽእል ኢኻ ወዲኺ ትኽስዕ ኣይኣመንኩሉን እግዚኣብሄር ናይ ኢድ ክሃብኪ እንድሕር ዘይገበርኩ ኮይንካ ንዑ እግዚኣብሄር ናይ ኢዱ ሃቦ
ነና ሰው ይሃብና እተሳቢ ኣብ ሳድኮ ምፅላም ግን ግደፎ ኦኬ ጸልም መኪነ ጸላም ይኺ ግን ናትኪ ጸለም ትፍምስኒ በሊኻ ኣፈምስኒ ሞኒ ይበላ ኣብዛ እታ ክንዓይ ስለ ጸለምካ ናይ ትፍምስኒ ኢኻ ኣፈምስኒ በላ እዚ ስኽ ተኣምኒዮ እቲ ስሳ ሽሕ ናትኪ መግቢ ድመስለኪ ምሽ ኣይኮነን ንጽፍረይ ንነብር ወደስ ማሎም ኤኒወይ ሞኒካ ሓፍተይ እንታይ ክብል ደሊ ነዚኦም ኣሕዋተይ ኣብዚኣ ዘሎ ማለት እዩ ብምልእኹም ኣነ ኣብ ቅድሚ ኣምላኽ እምሕለልኩም ስጋታ ማርያም እዚኣ ምሸት ኣይተውጋሕለይ ኡራኤል ዓይኒ ብርኪ እይ ካባይ ተማሃሩ ኣነ ሓውኹም እየ መንእሰ ሃብቶም ኣብ ፖለቲካ ዛረቤ ገለ ጀሚረ ሕጂ ኣብ ፖለቲካ ዛረቤ ሳምታይምስ ግን ክብለኩም ዝደሊ ኣይትእመንዎን ኣይትእመንዎን ኣብ ቅድሚ ኣምላኽ ፅፍረን ከምዚ ኣርቲፊሻል ገይረን ስለ ከምዚ ገለ ዝበላ ኣብ ቅድሚ ኣምላኽ ኣይትእመንዎን ስድራኻ የረስዓኻ ኣሕዋትካ የረስዓኻ ኣብ ዘይትፈልጦ ነገር ምስ ኣተኻ ሰኻ ሓቀኛ መሲልካ ኣብ ፍቕሪ ምስ ኣተኻ ካ ሽዑ ዳደይ ሽእቲናልካ ገንዘብ ጥራይ ነገድሰን ኣነ ሞኒካ ሓፍተይ ኣንታይ ሓሪቀ ብስምዒት ተዛረብኮ ክእሪ ማለት እያ ዘረባ ተዝደልየ ነራ ሕማቅ ገብራ ኣብ ልዕሊ እዚኣ ቆልዓ እዚኣ ኣዲስ ኣበባ እያ ዘላ ሓንቲ ካሊት ኣይመወሰደትለይን ኣብ ቅድሚ ኣምላኽ ግን ኦኬ ፎሪል ናይ ልብ የዛርብ ዘለኹ ግን ኦኬ ኩላትኩም ካባይ ተምሃሩ ስለ ምልክዕቲ ዝኾነት ገለ ኣይትእመኑዋ ኖ ኣይኮነትን ኣይኮነትን በቃ ኣብ ቅድሚ ኣምላኽ ኣነ መፅሓፍ ቅዱስ ፀበል ምሰተኹ ኣይትእመኑዋ በቃ ኩላትኩም ንኩለን በቃ ላይክ ከም ሕዋ ጥራይ ተቐራሪብኩም ስቕ በሉ ኣምላኽ እቲያ ናትካ ዝበለካ ክሳብ ዝበኩም ኣይትእመኑ ኩላትኩም ካባይ ካብ ሃብቶም ተምሃሩ በቃ ኔገ ላይክ ኣም ዩር ብራዘር ብሮ ኩላትኩም ኣነ ንሽ ሓወኹም እየ ካባይ ተምሃሩ በቃ
ኣኽሪትካ ተኣሞ ኣተንፊስካ ተኸበ ዓረ እሞኑ ሓፍተይ በቃ ቴንኪዩ ኩላትኩም ቴንኪው ኣሕዋተይ ኣብ መንጎ ስለ ከም ገለ ቅጭ መፂኒ ላይ ካብቲ ሰዓት እቲ ሲ ሓወይ ኣብ ሱዳን ነሩሲ በቦ ዝውለድ ሓወይ መስጡ ወላ ኸውን

ማዕዶ ማዕዶ ስለ ዝኾነ ወላ ሓንቲ ሞኒካ ሓፍተይ ፅባሕ ንጉ ኩላና እንሻላ ሰላም ኮይና ዓድና ንራኸብ ኢና ሓንቲ መዓልቲ ኣብ ህይወተይ ደሃሲ ዝበለ ዝፈፀመ ሰብ ሃኒ ንዓይ በዚ ኣጋጣሚ ብትኽክል እሳ ከዓ ገንዘብካስ ተበሊዕካ ኢኻ ቁማር ተበሊዕካ ኢኻ ኢለኒ ኣይ ናይ ሞት ገንዘብ ከምኡ ብከምዚ ዝብላዕ ገንዘብ ኣይሃበኒ ኣምላኽ እንታይ ክገብር ሰሓቢ እዩ ይምፃ ይዛረበኒ ምሳይ
ወላ እስኻ ስሓቦ ኣድሚን ኣለካ ኣጆኻ
እንዲ ኣይሰደደን ኣይርእን የለኹም ወኒ ሓፍተይ ዝሓል ኣይተብከ ግደፎ
ኣነ ስፈልይ ከዓ ስማዕ እንዶ ኣነ ንስኻ ዳ ብዛዕባ ገንዘብ ዳ መዓስ ዓመተ መሬትና ተዛሪብና ዳ ብዛዕባ ገንዘብ ተዛርብ ዘለኻ ዳ ቆማር ተበሊዕካ ካይበልካኒ እንዲ ካብ ቅድሚ እዚኣ ናይ ኢለካ እስከ ኣምፅኣ ሪከርድ ገይረዮ ነቲ ዘለካ ገለዶ ትፀርፊ እቲ ሰኺርካ ኣቲኻ ኣብቲ ላይፍካ ኤልካ ንዓዶ ነቶም ቀረብታዶ ንፈተውታዶ ንዓሌታዶ ንስድራኣዶ ንኩሎም ዝፀረፍካዮ ተረዲእካኒ ኣብቲ ናትካ ኣካውንት ኸድካ ባክ ጌርካ ራዮ ኢኻ ኣነ ንዓኻ ሪከርድ ክገብር ገለ መለ ቢኮዝ ኢትስ ኖት ኢምፖርታንት ኢምፖርታንት ሰብ ኣይኮንካ ንዓይ ኣነ ንሓደ ኣገዳሲ ነገር ሪከርድ ገብር ፅንሐሞ እዩ ሰብ ስለ ዝረኸብኩ ከክንዳይ ንመገዲ ዓዲ ከክንዳይ ስኻ ኣይንኸዳዕ ዲኻ ሓላፊ ኣይነ ዝኾንካ ኣይንኸዳዕ ለባዕ ምዃነ እየ ዝፈልጥ ኣነ እሞ ሓንሳብ ኣዛርብኒ ስቕ በል እሞ ሓንሳብ እሞ ኣዛርብኒ ኣብ መንጎ ገለ ትእተወሉ ምስኡ ክውድእ እዩ ኣኸ እንድሕር ደኣ ሪከርድ ሃሊካ ግን ኣምፅኣ እስከ ኣነ ንዓኻ ብዛዕባ ገንዘብ ብዛዕባ ገለ ዝዛረብካ እንታይ ዝፈልጦ ብዛዕባ ገንዘብ ኣለኒ ኣነ ንስኻ ደይ ኮንካ ትማሊ ትማሊ ኣነ ይብለካ ነይረ ንበዘቕዘቕ ንከምዚ ከምዚ ከምዚ ገንዘብ ኣይትስደደላ ንስኻ ናይ ብሓቂ ተሓሊላ ተኮይንካ ምናልባት ክራይ ገዛኣን ናይ መግባን ከ ኣላ ካብኡ ሓለፈ ግን ከይትሰደላ ድበልኩካ ንስኻ ደይኮንካን ናይ ኣርተፊሻል ሽሕ ዶላር ክሰደላ እየ ንፊፈይ ክሐጉሳ ከምኡ ደይኮንካን ነርካ ንስኻ እሞ በሊዓቶ እያ ኣይበልዓትን ስቕስ ገበለ ማሞ ኣሞይ ስቕልክ ደይኮን ዘላ ትዛረብ ሕጂ ኣብ ቅድና ላ ከይትሕርቕኒ ሕጂ ስኢልካ ዝዘረባ ሰብ ናይ ሰብ ናይ ሓሳዊ ሰብ ዘረባ ሰሚዕኩም ኣይትዛረቡ ናይ ወርሓዊ ገንዘባ ባዕሉ ክሰደልክ ኢሉ ሰዲድላ ወርሓዊ ናይ ገንዘኣ ናይ ገንዘባ ካብኡ ሓለፈ ግን እንታይ እንታይ ገይርላ ሰብዚ እንታይ ትፈልጦ ስለ ዘለካ ኢኻ ግን ብኣምሃራ እንታይ ተሰብከላ ገርላ ትብል ፅቡቅ እዚ ሜክሲኮ ክትመፅእ ዶ ከምዚ ዶ ከምዚ ዶ ትብለ ዘለካ ንስኻ ድገ- ድ- ድኸፈልካዮ ገንዘብ ደኣ እምበር ምስ ኣተዋ ዓይልካ ድኸፈልካዮ ገንዘብ ኣይኮን ኦኬ እቲ ወርሓዊ ኣበይ ትሰደለካ ትፈልጦ እኮ ሓንሳብ ኣዛርበኒ እቲ ወርሓዊ ትሰደለካ ንስኻ ፈቲኻ ደኣ እምበር እዛ ሰብ እዚኣ ስደደለይ በጃኻ ኢላ ለሚናትካ ይምካ ትሰደላ

እስኪ መልሰለይ መልሰለይ ብዛዕባ ግን
ባልዕታ ትኸውን ሃኒ ደምብላዕ ደምብላዕ ናትካ ገንዘብ ካብ ገንዘብካ ድበልዕ ኣነ ድሕነቕ እንታይ እንታይ ክገብረለይ ንዓይ ገንዘብካ ኣይናይ ፍሉይ ገንዘብ ሃሊካ እሞ ንዓኻ ኣቴንሽን
እንታይ ደኣ ኮንካ ደኣ ሽዑ ደኣ እስኻ ኣብ ቅድሚ ሄለን ክትዓርቀም ፈትን ሃኒ ከም ትብሎ ኖኖ ገጹ ይትረየን እያ ካልእ ሰብ ሕጂ ሕጂ ሃብታማት ኣምፅኤላ ኣለኹ ሕጂ ከምፃላ እየ ገለ ዝበልከ መን ሄለን ኣዳመና ትባ እዚኣ ሰላም እዳ ትባል ካምፓላ
እንታይ ኣሎ እዚ መን እያ ኣታ- ሰላም መን ሄለን ኣብ ኣምፃ ቴሌፎን ሲ ድሓን ኣብ ቴሌፎን ሲ ንዓይ ንዓኻ እንደዛረበትና ጓል ክፀርፈኒ ከለካ ብኢድ ትፅረፋ ገለ ክትዓርቀን ፈት እንተለትካስ ኖኖኖኖ ገፁ ይርአ ገፃ ይጥምታን እዩ ካብ ሕጂ እቲ ምስ ወደት ምሳኻ ሳምሳ ምሳኻ ምስ ወደት ዶ ኣይትሪኣን ኢኻ እሳ እኮ ሓፍቲ እያ እኮ ንዓይ ትፈዶ ዶ ኣነ ንሓፍትኻ ናብ ሓደ ሕማቕ ሰብ ክት- ክትወድቕ ኣነ ም- ምስ ብድሕ ብ- እስኻ ከማኻ ሓንሳእ ኣዛርበኒ ኣዛርበኒ ስማዕ ስሚ ሕጂ ብዛዕባ ስሚ ኣይኮንኩም ስማዕ ሕጂ ብዛዕባ ሓቂ ምስ እሱ ተዛረብኩ ሓቲትካ ኣይምረርካ ኣይትምልስን እያ ተረዲካ ሓቂ ምስ ተዛረብኩ ኣይምረርካ ንስኻ ነዛ ሰብ እንታይ እዚኣ ኮነ ሓፍተይ ሓንሳብ ትብል ሓፍቲ ምስ ኣይኮነትን ሰበይቲ ከ ንመን ኢኻ ወዲ ሽቕ ክትኮነሉ ሰበይቲ እያ ወታይ መን ኣንታ እንታይ ዓይነት ደንቆሮ ሰብ እዩ ታዚ ኣታ ኺድ ጥራይ ኪኪኪ እዚ እኳ ርኢኻ ዶ ከምዚ ጌርካ ንስኻ ወላ ሓንቲ ኣፍቃሪት ክትሕዝ ኣይትኽእልን ኢኻ ወላ ብለካ ኣለኹ ሚልዮን ኣዋ ንስኻ- ሚልዮን ገንዘብ ሃሊካ ንስኻ ኣፍቃሪት ክትሕዝ ትፈልጠን ጓል ስምዒት ዘይብልካ ትፈልጠን ጓል ስምዒት ዘይብልካ ንስኻ ትፈልጠን ጓል ስምዒት ዘይደልን እየ እንታይ ድዩ መሲልካ ሕጂ ሓንቲ ነገረካ እምነት ተዘይብልካ ንስኻ ክትነብር ኣይትኽእልን ኢኻ ምስ ማንም ሰብ ማለት እዩ ተረዲካ በጃኻ ብዙሕ እንተዛረብና ሕጂ ግን እንታይ መሲልካ እንታይ ፀርፊ ኢኻ ካብ ትቐድም ኢልካ እንታይ ካብ ስለ ክትዛረብ ክትዛረብ ደለኻ? እንታይ ክትዛረብ ደለኻ? ስለ ብጎረኻ ስለ ዝሕዘካ ኩሉ ግዜ ንስኻ ኣይትዛረብን ኢኻ ምሳይ ናብ ፀርፊ ኢኻ ትገቡ ኣሓፍርኒ ኮነ እስከ ብጎረረ የብል ሓዘኒ ኣ- ኣነ እኮ ብሓሳብ እየ ዛርበካ ኣለኹ ስማዕ እንዶ ኣነሲ ንዓኻ ተገምጢለ ደይኮንኩን ሓ- ብዛዕባ ናይ ገንዘብካ ሓለስ ን- ንዝኾነ ናይ በዘቕዘቕ ገንዘብሲ ኣይትስደደላ ድብለካ ነይረ እስኪ መልሰለይ መልሰለይ ሕጂ ኣነ ዲኹም ድብለካ ነይረ ዋላ ስኻ ኻን ኣነ ስደደላ ስደደላ ገንዘብ ብለካ ነይረ ዲ ኣነ እስኪ መልሰለይ ኣንታ ስኻ እኮ ስደደላ ክትብለኒ ትኽእልኒ ኻ ስኻ ኣብ ናተይ ኣብ ሰብኣይን ሰብ እንታይ እትወካ ተልካ ሰብኣይ ኮይኑ ደኣ ሞተይ ትብላና ካልኣ ገንዘበይ ሸርጥ ኖ ትሸርጥ ንዶ ቃዕ ኣባላዕካ ኖ ቃዕ ተበላዕካ ኢለ ትብላ ሓሳብ ግን ክትሕስ ኢኻ ክንደይ ክትሕሱ ኢኻ ሓሶት ግደፍ ሓሶት ኢስ ኖት ጉድ ኣንታ ተረዲእካኒ ቀሲልካ ተዛረብ እስኻ እታ ከይት ቀሲልካ ትዛረብ ኣይትበለኒ እንታይ እዩ ተውደኒ ኢኻ እስኻ ቀሲልካ ትዛረብ ትብለኒ ንዓይ እዚ እኮ እዩ እቲ ዓቕምኻ ዋ፣ ኣንታ ቀሲልካ ዓቕምካ ገለ ብለኒ ኣነስ ንዓኻ ወላ ሓንቲ ነገር ተረዲእካኒ ካባኻ ዝፅበዮ ነገር የብለይ ካባኻ ዝ- ዝ- ዝሓስቦ ነገር የብለይ ኦኬ ነዛ ሰብ እዚኣ ኣነ መጀመርታ ቴሌፎን ደዊልካ ከምዝን ከምዝን ከምዝን ሓሲበ ክትብለኒ ከለካ ኣነ ጥራይ ኣክብራ እምበር ወላ ሓንቲ ነገር ዝፅግመኒ ፀገም የብለይን ኢለ ንዓኻ ኣነ ፃዕዳ ፅናሕካ ኢለ ድሃብኩካ ንሰብ ዘይኮንኩን ድሓን ፅናሕ ቴንክ ብድሕሪ መልሰለይ እንታይ ልካ ንዓኸ እዎ ወላ ነኖ እዎ ወይ ነኖ ተሃድማ
ሓንሳብ መዶ በል ኣታ ሓንሳእ ደው በል እንዶ እታይ መልስ መልስ ደው በል ኣይትበለኒ ዓይ ስኻ ትእውለኒ ኢኻ ደው በል ኣይትበለኒ መልስ እንዶ ኣይ ነው ግን ስምዓኒ ከም ዝሰማዕኳ እንታይ ኢልካ ንስኻ ንፊፊ ስታይ ኢልካ ንስኻ ምስ ተራኸበትካስ ሃብቶም ኣፍቃሪ እዩ ኩሉ ግዜ ካብ ላይፍ ደውፃ ዝነበረስ ሃብቶም እዩ ገለ ምስ በለትካሲ ዋ ጀሚርኩም ዲኹም ገለ ኢልካ ሰ ኢልካ ወፂኻስ ዝዕ ተመይስካ እንታይ ኢልካ ንዓ ንስኻ እንታይ ኢልካ ተመይስካ እንታይ ኢልካ